ሃሌሉያ የሱስ ጎይታ እዩ ክብሪ ንኣምላኽና ይኹን ኣሜን። ካብ ወንጌል ዮሃንስ ምዕራፍ ዓሰርተ ክልተ ከንብብ እየ ካብ ጥቕሲ ሓደ ጀሚረ ወንጌል ዮሃንስ ምዕራፍ ዓሰርተ ክልተ ካብ ጥቕሲ ሓደ ሽዑ የሱስ ሽዱሽተ መዓልቲ ቅድሚ ፋሲጋ ናብታ ንሱ ካብ ምዉታት ዘተንስኦ ኣልኣዛር ዘለዋ ናብ ቢታንያ መጸ ኣብኣ ከኣ ድራር ገበሩሉ ማርያም ውን ተገልግል ነበረት ካብቶም መቃምጥቱ ሓደ ከኣ ኣልኣዛር እዩ ማርያም ድማ ሓደ ነጥሪ ብዙሕ ዝዋግኡ ቅዱይ ቅብኢ ጽሩይ ናርዶስ ወሲዳ ብኡ ገይራ ኣእጋር የሱስ ለኸየት ብጸጉሪ ርእሳ ውን ደረዘቶ እታ ቤት ከኣ ብመኣዛ እቲ ቅዱይ ቅድኢ ቅብኢ መለእት እቶም ደቀ መዛሙርቱ ካብቶም ደቀ መዛሙርቱ ሓደ እቲ ከትሕዞ ዘሎ ይሁዳ ኣስቆሮታዊ ወዲ ስምኦን ግና እዚ ቁዱይ ቅብእ እዚ ከመይ ግዳ ንሰለስተ ሚእቲ ድሪም ተሸይጡ ንድኻታት ዘይወሃብ በለ እዚ ዝበለ ሰራቂ ስለ ዝኾነ እዩ እምበር ንድኻታት ሓልዩሎም ኣይኮነን ማሕፉዳ ምስኡ ነበረ ካብቲ ኣብኡ ዝኣተወ እውን የልዕል ነበረ ስለዚ የሱስ፣ ድኻታት ኵሉ ሳዕ ምሳኻትኩም ኣለዉ፣ ንዓይ ግና ኵሉ ሳዕ ኣይትረኽቡንን ኢኹም እሞ፣ ንመዓልቲ ቐብረይ ሓልያቶ እያ ሕደጋ በለ። ክብሪ ንኣምላኽ ይኹን። ኣበይ እዩ እዚ ፍጻሜ እዚ ኣጋጢሙ? ኣብታ ንኣልኣዛር ዘተስኣሉ ኣብ ቢታንያ። ንፋሲጋ ክንደይ መዓልቲ ተሪፍዎ ኣሎ? ኢሉ ሽዱሽተ መዓልቲ ንፋሲጋ ተሪፎ እቲ ታሪኻዊ ክስታይ ከትሕዘኩም ኢለ ሽዱሽተ መዓልቲ ንፋሲጋ ተሪፍዎ ከሎ ሽዱሽተ መዓልቲ ንፋሲጋ ተሪፍዎ ማለት ጎይታና የሱስ ክርስቶስ ክስቀል ሽዱሽተ መዓልቲ ተሪፍዎ ኣሎ ማለት እዩ እዚኣ ናይ መወዳእታ ናይ ጎይታ ፋሲጋ ስለዚ ናበይ ዝኸይድ ዘሎ የሱስ ናብ ሞት እዩ ዝኸይድ ዘሎ ናይ መወዳእታ መዓልታቱ እዩ ዶ ኦንሊ ፐርሰን ነዚኣ ነገር እዚኣ ዝተረድኣ ግን ማርያም እያ ነይራ ንምንታይ ብዙሕ ግዜ ጎይታ ደጋጊሙ እንታይ ይብሎም ነይሩ? ወዲ ሰብ ኣብ ኢድ ሓጥኣን ክወድቕ እዩ፣ ክቐትልዎ ድማ እዮም፣ ብሳልሰይቲ መዓልቲ ግና ክትስእ እዩ። እዚ እዚ ዘረባ እዚ ካባታቶም ተሰዊሩ ነበረ እሞ ኣየስተውዕልዎን ነበሩ እዩ ዝብለና። ኣየስተውዕልዎን እዮም ነይሮም። ይነግሮም ኣየስተውዕሉ፣ ይነግሮም ኣየስተውዕሉ። ማርያም ግን ካብታ ካብቶም ጽን ኢሎም ዝሰምዑ ዝነበሩ ሰባት ሓንቲ እያ ነይራ ኣይኮነ ሓደ እዋን ሓፍታ ማርታ ተቃዊማታ ንየሱስ ከማን ክሳዕ ትቋየቆ ኮይና ንምንታይ የሱስ መፅዩ ቃል ኣምላኽ ምህር ነይሩ የሱስ ቃል ኣምላኽ እንዳመሃረ ማርታ መግቢ ተዳሉ ነይራ ማርያም ግን እንታይ ትገብር ነይራ? ኣብ እግሪ የሱስ ኮፍ ኢላ ቃል ኣምላኽ ትሰምዕ ነይራ። ሽዑ ማርታ ኮርያ ማለት እዩ የሱስ ክትሕግዘኒ ኣይትነግራ እንዲኻ ኢላቱ የሱስ እንታይ ኢልዋ ግደፍ እያ ኢልዋ ካብኣ ዘይውሰድ ግደ ሓርያ ኣላ ኢልዋ ሕጂ የሱስ ክዛረብ ከሎ ብዛዕባ ሞቱ ብዛዕባ ትንሳኤኡ ብዛዕባ ቀብሩ ብዛዕባ ኩሉ ነገር እሳ ትሰምዓላ እቲ ቃል ከዓ ተገሊፅላ ማለት እዩ ጎይታ ይባረክ ክብሪ ኣምላኽ ይኹን ሃሌሉያ ስለዚ ኣብዚኣ ናይ መወዳእታ የሱስ ዝፋነወላ መዓልቲ ድሕሪ እዩ እንድሕር ዳ ኣንቢብኩሞ ናብ ዮርሳሌም እዩ ዘምርሕ ማለት እዩ ጎይታ ናይ የሱስ እታ ማራ ኣገዲሳት ዘላ ሎ መዓንቲ ግን ጥቕስ ሰለስተ ዘላ ማርያም ድማ ሓደ ነጥሪ ብዙሕ ዝዋግኡ ቅዱይ ቅብኢ ፅሩይ ናርዶስ ወሲዳ ብኡ ገይራ ኣእጋር የሱስ ለኸየት፣ ብጸጉሪ ርእሳ እውን ደረዘቶ። እታ ቤት ከዓ ብመኣዛ እቲ ቅዱይ ቅብኢ መለእት። ብዙሕ እዩ ዋግኡ። ይሁዳ እንታይ ኢሉ? ተሸይጡስ ንድኻታት ተዝወሃብ ዝብል ሓሳብ ኣቕሪቡ ማለት እዩ። እንታይ ኮይኑ ከምኡ ኢሉ ይሁዳ? ሽጦ ክበሃል እሞ ክሸይጥ ከሎ ብሰለስተ ሚእቲ ዝሸጦስ ብክልተ ሚእቲ ሸይጠዮ ገለ መለ ኢሉ ከዋልድ ይደሊ ከምኡ ትገብሩ ድዮም ሓንሳ ሓንሳ እቲ ንዛረቦ ሲ እሱ ኮና ንዛረብ ዘለና ካልእ ኢና ንዛረብ ዘለና ካልእ ኣሎ ብድሕሪት ካልእ ቋንቋ ጎይታ ኣንቢቦ ዮሃንስ መቸም ፈሊጦ ኣይ ዶንት ኖ ሰራቂ ስለ ዝኾነ ኢልዎ ዮሃንስ ሓንሳ ሓንሳ ዊ ዶንት ሚን ኢት ካልእ ኣሎ ዝደለናዮ ኣጀንዳ ብድሕሪት ግን ነቲ ሰብ ብዝጥዕሞ መገዲ ኢና ንዛረብ ጥበብ ኮይኑ እዩ ከዓ ድስምዓና ግን ራይት ኣይኮነ ምክንያቱ ይሁዳ ሓደ ዓብ ነገር ሚስ እዩ ዝገብር ዘሎ ኣብኡ ዝኸውን ዘሎ ፍፃሜስ ምርኣዩ ስኢኑ ኣሎ። ይሁዳ ጥራሕ ዘይኮነ ዋላ ኩላቶም ማለት እዩ። they missed it ጎይታ ይባረኽ። እዚ ንድኻታት ዝዕደል እንድሕር ደኣ ኮይኑ ሲ ብዙሕ ይዋጉ በዓሉ እውን ብዙሕ ይዋጉ ይብሎ ኣሎ ምሽ ዶ ማለተይ ሲ ንድኻ ከማን ኣይብል ንድኻታት ስለዚ ንብዙሓት ከጽግብ ዝኽእል ንብዙሓት መግቢ ክኸውን ዝኽእል ብዙሕ ዋጋ ከውፅእ ዝኽእል ናርዶስ ጥዑም ሽቶ እያ ሒዛ መፅያ እቲ ናርዶስ እቲ ኣብቲ ኣብ ሽዑ ዝነበረ ኮመንታሪ ወይ ታሪክ እንድሕር ዳ ኣንቢብኩም ሕቱም እዩ ዝመፅእ ናይ ሎሚ ጨና ከመይ ፊፍፊፍ ብቁጠባ እዩ ምሽ ናይ ቀደም ጨና ክትልከዮ ተኮይንካ ብሙላእ ኢኻ ትልከ ብሙላ ምክንያቱ ሕትምቲ ስለ ዝኾነት ክትሰብራ ኣለካ ስለዚ ሴራ እያ ማርያም ብምሉኡ ኣብ እግሪ የሱስ ኣፍሲሳቶ ብጨጉራ ጌራ ከዓ ለኸየቶ ይብለና እቲ ቤት እቲ ከዓ ብመኣዛ እቲ ናርዶስ እንታይ ኮይኑ መሊ እዩ የሱስ ጥራሕ ዘይኮንስ ብምሉእ እቲ ቤት መሊ እዩ ሃሌሉያ ካብዚ ሓንቲ ሓሳብ ክንወስድ ደልየ ጎይታ ይባረኽ እቲ ናርዶስ ኣፍቲ መትሓዚኡ ክሳዕ ዘሎ ሽትኡ ኣይፍለጥን እዩ ኣይሽትትን ነቲ ናርዶስ ኣምፂኻሲ ኣብ ቤት እንድሕር ደኣ ኮፍ ኣቢልካዮ እቲ ቤት ሽታ ናይ ናርዶስ ኣይመልእን እዩ ንምንታይ ተሓቲሙ እዩ ዘሎ ሽታ ክመልእ እንድሕር ደኣ ኮይኑ ክስበር ኣሎ ክፈስስ ኣሎ እቲ ኮንቴይነር ክስበር ኣሎ ክብሪ ንኣምላኽ ይኹን ድሕሪ እዩ እቲ መኣዛ ነቲ ቤት እቲ ዝመልኦ ሎም ዓንቲ ብዛዕባ መንፈሳዊ መኣዛ እየ ክዛረብ ደሊ መንፈሳዊ እንታይ መኣዛ መንፈሳዊ መኣዛ ኣሎ ዶ መንፈሳዊ ሽታ ኣሎ ዶ ያ ኣሎ ንሕና እንታይ ኢና ዝብለና መጽሓፍ ቅዱስ መኣዛ ክርስቶስ ኢና ንሕና እንታይ ኢና ሽታ ክርስቶስ ኢና ከመይ ጌርና ኢና ንሕና ሽታ ክርስቶስ ኮይና ክርስቶስ ባዕሉ ኣባና ስለ ዘሎ ኢና ንሕና ሽታ ክርስቶስ ኮይና ኣሜን ሃሌሉያ ሕጂ ናይ ክርስቶስ ዝዓይነቱ ሽታ ኣሎ ናይ ሞት ሽታ ኣሎ ናይ ህይወት ሽታ ኣሎ ናይ ሓደጋ ሽታ ኣሎ ብዙሕ ዓይነት ሽታ እዩ ዘሎ ገለ ሰባት ሲ ጊፍትድ ሰባት ኣለዉ ከምዚ ብምልላይ መናፍስቲ ገለ ጊፍት ዘሎ ብሽታ ኣጋንንቲ ዝፈልጡ ኣሎ ንኩሉ ሰብ እኳ ኣይሽትቶን እዩ ንዖም ግን ሽትቶም ናይ ሕማቕ ሽታ ሽትቶም ኣጋንንቲ ኣሎ ብዛት ኣበይ ይደል ናይ ሞት ሽታ ኣሎ ናይ ኣጋንንቲ ሽታ ኣሎ ናይ ህይወት ሽታ ከኣ ኣሎ ናይ ጥዕና ሽታ ከኣ ኣሎ ኣሜን ሕጂ ንሕና እንታይ ኢና መኣዛ ክርስቶስ ኢና ሽታ ክርስቶስ ኢና ናብኡ ቅድሚ ምሕላፈይ ኣብ ቀዳማይ ጴጥሮስ ምዕራፍ ሓደ ጥቕሲ ዕስራን ሰለስተን ከንብበልኩም እየ ቀዳማይ ጴጥሮስ ሓደ ዕስራን ሰለስተን ብህያውን ንዘለኣለም ብዝነብርን ቃል ኣምላኽ ካብ ዘይጠፍእ ዘር እምበር ካብ ጠፋእ ዘር ኣይኮንኩም ከም ብሓድሽ እተወለድኩም እንታይ እዩ ድበሃል ኮም ተተባሂል ኣሜን እዩ ዝበሃል ነይሩ ኣለኹም ዲኹም ምሳይ ተሕዝኑ ኣለኹም ምሽ በዓለይ ክነግረኩም ትዝበሃል እንታይ ደኣ እንድሕር

ብህያውን እስከ በሉ ንዘለዓለም ብዝነብርን ንዘለዓለም ብዝነብር ማለት ንዘለዓለም ኣብ ሓደ ቦታ ዝነብር ወይ ገለ በቃ ነባሪ ዘይጠፍእ ማለት ኣይኮነን እታ ትነብር ኣባይድ ዝገብር ማለት እዩ ንዘለዓለም ዝሓድር ንዘለዓለም ምሳኻ ዝኸውን ንዘለዓለም ካባኻ ዘይፍለ ማለት እዩ እታ ይነብር ማለት ኣባኻ ማለት እዩ ኣባይድ ዝገብር ኣሜን ብህያውን ንዘለኣለም ብዝነብርን ቃል ኣምላኽ ካብ ዘይጠፍእ ዘርኢ እምበር ካብ ጠፋእ ዘርኢ ኣይኮም ከም ብሓድሽ ከም ብሓድሽ ተወሊደ እስከ በሉ ካብ ምንታይ ካብ ዘይጠፍእ ዘርኢ ሃሌሉያ ፍረ ንመን እዩ ዝመስል ነቲ ዘርኡ ይኮ ዝመስል እቲ ዘርኢ ዘይጠፍእ እንድሕር ደኣ ኮይኑ እቲ ካብኡ ዝርከብ ከዓ ዘይጠፊ ሃሌሉያ እቲ ፍረ እቲ እቲ ሲድ ህያው እንድሕር ደኣ ኮይኑ ንስኻ ከዓ ህያው ኢኻ ብግዲ ናይቲ ፕሪንሲፕል ኣሎ ናይ ዘርኢ ፕሪንሲፕል ቅድሚ ሕጂ ተዛሪበ ተኮይኑ ኣይፈልጥን እግዚኣብሔር ዘቐመጦ ዘርኢ ኢንተግሪቲ ኣለዎ ኣይቅይርኒ ኣሜን ሃሌሉያ ስርናይ ሲ ኩሉ ግዜ ማለት እዩ ስርናይ እያ ተበካ ኩሉ ግዜ ምክንያቱ ኣብኣ ዝተቐመጠ ኮድ ኣሎ ዲኤንኤ ኣለዋ ናታ እንታይ ዓይነት ስርናይ ክትህብ ከም ዘለዋ ሲ ትፈልጥ እያ ኣብቲ ዘርኢ እግዚኣብሔር ዝፀሓፎ ነገር ኣሎ ኣብቲ ዘርኢ እግዚኣብሔር ዘቐመጦ ኮድ ኣሎ ስለዚ መጀመርያ እግዚኣብሔር ክፈጥር ከሎ ኩሉ ዓይነት ዘርኢ ከከም ዓይነቱ ክፈሪ ኢሉ እዩ ገይሩ ሓቂ ኩሉ ሰብ ዋላ ዘርኢ ናይ ሰብ ሰብ እዩ ዝፈሪ ኣይኮነ ዓሌት ናይ ሰብ ዓሌት ናይ ሰብ ዓሌት ናይ እንስሳ ዓሌት ናይ እንስሳ የሱስ ጎይታ እዩ ንሕና ከዓ ዓሌት ኣለና ዓሌት እንታይ ኢና ንሕና ዓሌት ኣምላኽ ኢና ጎይታ ይባረኽ ንምንታይ ነቲ ዝተማቐልናዮ ዘርኢ ኢና ንመስል ንሕና ንመና ንመስል ነቲ ዝተማቐልናዮ ዘርኢ ኢና ንመስል እዚ ብደገ ዝረኣይ ምስልኹም እሱ ይኮንኩም ንስኻትኩም ንስኻትኩም እቲ ኣብ ውሽጥኹም ዘሎ መንፈስኩም ኢኹም ሰብሲ ክርስትያን ማለት እዩ ኣይ ኣም ቦርን ኤጌን ቦርን ኤጌን እብልሲ እሞ ቦርን ኤጌን እንተኮይንካ እኮ መንፈስካ እዩ ቦርን ኤጌን እምበር ስጋኻ ኣይኮነን ቦርን ኤጌን ዲኮነን ወይ ከም ኒቆዲሞስ ተመሊስና ናብ ማህፀን ኣዴና ኣቲና መሊስና ክንውለድ ኣለና ማለት እዩ ኣይኮነን ንሕናሲ ከም ብሓድሽ ተወሊድኩም ይብለና ኣሎ ጴጥሮስ ከም ብሓድሽ ዝተወለድና ከዓ ንሕና እንድሕር ደኣ ኮይና እቲ ንሕና ከም ብሓድሽ ዝተወለደ ንሕና መንፈስና እዩ ኣሜን ዶ ሃሌሉያ ስጋና ሓደ እዋን ተወሊዱ እዩ ብስጋ ተወሊድና ካብ መን ካብ ስድራና ተወሊድና ካብ ስድራና ተወሊድና ስድራና ክሳዕ ሕጂ ደቆም ኢና ንመስሎ ደቂ ኣምላኽ ከም ዝተቐየርና ኣይፈለጡን ኣሎ ሃሌሉያ ወንጌል ዮሃንስ ሓደ ዓሰርተ ክልተ ነቶም ተቐበሎ ብስሙን ዝኣመኑ ግና ውሉድ ኣምላኽ ክኾኑ ንመን? ነቶም ዝተቐበሎ ብስሙ ንዝኣመኑ ግና እንታይ ክኾኑ? ሕጂ ሰብሲ ብሓሳባዊ ውሉድ ኣምላኽ ዝኾነ እዩ ዝመስሎ ሓሳባዊ ምሽ ኣለካ ከምዚ ምሽ ኣቦታትና ብተለምዶ ንዓዚ ወደይ ንዓዚ ወደይ እዚ ኣልዕለለይ ይብልኻ ምሽ ወዶም ኢኻ ማለት ግን ኣይኮነን ምሽ ኣባህላይ ኣቦታት ዝበጻሕኩም ወይ ዝኾነ ቆልዓ ኣቦ ሰዓት ክንደይ ኮይና ተኢልካስ ወድኻ እዩ ማለት ኣይኮነን ብዙሕ ክርስትያን ከምኡ እዩ ዝመስሎ እግዚኣብሔርሲ በቃ ኣቦ ኩሉና እንዱ ዮ ኣቦ ኩሉና በቃ ንዓሞ ዝወደይ ገለ ኖ ከምኡ ይኮነን ወሊድና እዩ እግዚኣብሔር ዳፅዋይ ኢና ደቁ ኣቦ ኩሉና ኣይኮነን እግዚኣብሔር እግዚኣብሔር ኣቦኦም ዘይኮነ ሰባት ኣለዉ ስለ ዘይወለዶ ፍጥረት ኣምላኽ ኣሎ፣ ውሉድ ኣምላኽ ከ ኣሎ። ኩሉ ውሉድ ኣይኮነን። ፍጥረት እንታይ ይጽበ ኣሎ? ምግላጽ ደቂ ኣምላኽ ይጽበ ኣሎ። ስለዚ እቶም ፍጥረት ናትና ምግላጽ እዮም። ንሕና ውሉድ ኣምላኽ ኢና። ኣሜን። ውሉድ ኣምላኽ ዝኾና ካብ ኣምላኽ ስለ ዝተወለድና ኢና። ካብቲ ህያውን ንዘለኣለም ኣባና ዝነብር ቃል ኣምላኽ ካብ ዘይጠፍእ ዘርኢ እምበር ካብ ጠፋእ ዘርኢ ኣይኮንኩምን ካልኣይ ሻዕ ተወለድኩም እቲ ቀዳማይ ዝተወለድናሉ ዘርኢ ዝጠፍእ ዘርኢ እዩ እሱ ዝጠፍእ ዘርኢ ሕጂ ዝተወለድናሉ ዘርኢ ግን ዘይጠፍእ ዘርኢ እዩ ንዘለዓለም ከዓ ዝነብር ዘርኢ እዩ ንሕና ከዓ ነቲ ዘርኢ ኢና ንመስል ገለ ሰብ ካብ ዘይምርዳእ ዝተላዕለ ክጠፍእ ከም ዝኽእል እዩ ዝኣምን። ንክትጠፍእ እኮ ምእማን ኣየድልየካ እንኳ እዩ ንክድሕን እዩ ምእማን ሓቂ ደ እዚኦም ዝጠፍኡ ንጎይታ ከይተቐበሉስ ስለ ዘይኣመኑ እዮም ዝጠፍኡ እምበር ምጥፋእ ስለ ዝኣመኑ ንምጥፋእ ዳ እንታይ ክትኣምነሉ ንምድሓን ኢኻ እኮ ትኣምን ኣነ ከምዚ ኣይኣምን እየ ዝብል ሰብ ኣሎ ዋላ ኣይትእመን ከምኡ ኢኻ እንድሕር ከምኡ ኮንካ ኣይኮነ ቃል ኣምላኽ እንድሕር ከምኡ ኢሉ ከምኡ እዩ ሃሌሉያ ቃል ኣምላኽ እንድሕር ከምኡ ኢሉ ከምኡ እዩ ስለዚ ካብ ምንታይ ኢኹም ንስኹም ካብ ዘይጠፍእ ዘርኢ ኢንኮራፕቲብል ሲድ ኣብቲ ናይ እንግሊሽ ሲ ብጣዕሚ እያ ደስ ትብል ኢንኮራፕቲብል ሲድ ማለት ዘይጠፍእ ጥራሕ ዘይኮንስ ዋላ ክቕየር ዘይክእል ሲድ ማለት እዩ ሎሚ ሳይንሳውያን ብምርምር ዘርኢ ናብ ምቕያር በፂሖም ኣለዎ ምሽ መዓት ዘርኢ እዮም ዝቕይሩ ኣብ ዓድና ምሽ ሓንፈፅ ዝበሃል ክስታይ ኣሎ ጀነቲካሊ ሞዲፋይድ ዝኾነ ዘርእታት ኣሎ ብዙሕ ዘፍሪ ብዙሕ ክስታይ ዝህበካ ምክንያቱ ኣብቲ ዘርኢ ኣትዮምሲ ማኒፕሌት ይገብሮ ኮራፕት እዮም ዝገብሮ ስለዚ ንሰብ ከዓ ከምዘይጠቅም ከዓ ተረጋጊፁ ምሽ ኦርጋኒክ ገለ ምሽ ዝበሃል ኣሎ ሞዲፋይድ ከዓ ኣሎ እዚ ሕና ዝተቐበልናዮ ዘርኢ ግን ኢት ካኖት ቢ ኮራፕትድ ክባላሾ ኣይክእልን ክቕየጥ ኣይክእልን ክቕየር ኣይክእልን ክረሳሕ ኣይክእልን ክባላሾ ኣይክእልን ሃሌሉያ ፕሬዝ ጋድ ዋው ዋው ዋው ወንጌል እኮ ብስራት ዝገብሮ እኮ እዚ ኣሜን ብህያውን ንዘለዓለም ብዝነብርን ቃል ኣምላኽ ካብ ዘይጠፍእ ዘርኢ እምበር ካብ ጠፋእ ዘርኢ ኣይኮንኩምን፣ ከም ብሓድሽ ዝተወለድኩም። የሱስ ጎይታ እዩ። ስለዚ ኣብ ውሽጥና ዝተቐመጠ ናይ እግዚኣብሄር መንነት ኣሎ። እዚ ኣብ ውሽጥና ዝተቐመጠ ኣብ መንፈስና ዘሎ ናይ እግዚኣብሄር ህይወት ወይ ናይ እግዚኣብሄር መንነት ብቐዳማይ መዳሓውና ምህረና ነይሩ ህይወት ክርስቶስ ዝብል ካብ ቃል ኣምላኽ ካብቲ ናይ ክርስቶስ ናይ ባዕሉ መንነት ካብቲ ዘርኢ ናይ ክርስቶስ ዝተረኽበ ስለ ዝኾነ ኣይደንቲካል ናይ ክርስቶስ መንነት እዩ ዘለዎ ናትናን ናይ ክርስቶስን ዝተሓዋወሰ መንነት ኣይኮነና ውሽጥና ዘሎ ከምኡ ተኮይኑ ሞ ሞዲፋይድ እዩ ማለት እዩ ኮራፕትድ እዩ ማለት እዩ ግን ልክዕ ንክርስቶስ ዝመስል መንነት እዩ ኣምላኽ ኣባና ኣቐሚጡ ዘሎ ኣይደንቲካል ምክንያቱ እቲ ቃል እዩ ወሊድና እቲ ቃል ክወልደና እንድሕር ደኣ ኮይኑ ፕሪንሲፕል ናይ ዘርኢ እንታይ እዩ ንዕኡ ዝመስል እዩ ዝወልድ እዚ ፕሪንሲፕል ናይ ዘርኢ እዩ ኣምላኽ ዘቐመጦ ፕሪንሲፕል ኤቭሪ ሲድ ኣፍተር ኢትስ ኦውን ካይንድ እዩ ዝብሎ ልክዕ ንዕኡ ዝመስል ስለዚ ብዘሰይም ናይ ዘርኢ ፕሪንሲፕል እግዚኣብሔር ንዓና ብቃል ኣምላኽ በቲ ኢንኮራፕቲብል ዝኾነ ሲድ ወሊድና ስለዚ ኢና ንሕና ሓደሽቲ ፍጥረት ንበሃል ሕጂ ናይ መንን ናይ መንፈስኩም መንነት እየ ንእሽተይ ኢንትሮዳክሽን ክበኩም ናይ መንፈስና መንፈስና እንታይ ከም ዝመስል መብዛሕትና ኣፍልጦ የብልና መንፈስ ዝበሃል ከም ዘለና መንፈስ እዮም ድብሉ ሕጂ ሰብ ስለ ዘይፈልጦ ብዛዕባ እዚ መንፈስ ዝብሃል መንፈስ ኢና እዮም ከኣ ድብሉ መንፈስ ተኮይኖም ደኣ ምክንያቱ ኮንፊዝ ዲ ሰብ እንታይ እዩ መንፈስ ኣይፈልጥን ዋላ ንስኹም መብዛሕቲ ሰብ ኣይፈልጥን ክብሪ ንኣምላኽ ይኹን ንምንታይ መሲልኩም ስጋ ትሪኦ ትሰምዖ ትጭብጦ ትድህስሶ ሰላም ትብሎ ገለ ስለ ዝኾነ ብቐሊሉ ይርደኣካ እዩ። መንፈስ ግን ብመንፈሳዊ ምርዳእ ተዘይተረዲእካ ክትፈልጦ ኣይትኽእልን ኢኻ። ክርደኣካ እውን ኣይክእልን። ቲዮሪ እዩ ዝመስለካ። ኳንተም ፊዚክስ እዩ ዝመስለካ። እንታይ እዩ ዝበዚ እግዚኣብሔር እንድሕር ደኣ ዘይገሊጽልካ ዘየብርሂልካ ክርዳእካ ኣይክእልን። ኣሜን ዶ የሱስ ጎይታ እዛ ናይ ዮሃንስ ኩዳኣልኩም እሞ ሽዑ ናብቲ ናይ መንፈስ ክሰግረ ንሳቶም ካብ ኣምላኽ እምበር ካብ ደም ወይ ካብ ፍቓድ ስጋ ወይ ካብ ፍቓድ ሰብኣይ ዘይተወልዱ እዮም። እቲ ቃል ስጋ ኮነ ጸጋን ሓቅን መሊእዎ ኸኣ ኣባና ሓደረ። ክብረቱ ድማ ከም ክብሪ ናይቲ ሓደ ወዲ ነብኡ ርኤና። ንሳቶም ካብ ደም ወይስ ካብ ስጋ ወይስ ካብ ፍቓድ ሰብኣይ ዘይተወልዱ እዮም እ ካበይ ደኣ ወይ ካብ ፍቓድ ሰብኣይ ዘይተወልዱ እዮም ንሳቶም ካብ ኣምላኽ እምበር ካብ ኣምላኽ እምበር ንሕና ካብ ኣምላኽ ኢና ተወሊድና ናይ ዮሃንስ ዝገርም ኣጋላልፃ እንታይ መሲልኩም ካብ ሰብን ካብ ኣምላኽን ተወሊድና ከማን ኣይብልኒ ንሳቶም ካብ ኣምላኽ እምበር ካብ ደም ወይስ ካብ ፍቓድ ስጋ ወይስ ካብ ፍቓድ ሰብኣይ ዘይተወልዱ እዮም ስለዚ ንፍቓድ ስጋ ንፍቓድ ሰብኣይ ንፍቓድ ደም ኣይነብሩን እዮም ንመን እዮም ዝነብሩ ንፍቓድ ኣምላኽ እዮም ዝነብሩ ዋይ ምክንያቱ ካብ ፍቓድ ኣምላኽ ካብ ኣምላኽ እዮም ተወሊዶም ዝገርመኩም ነዚ ብስጋ ምውላድናስ ዳርጋ ከምዘየለ እዩ ዝቆፅሮ ዘሎ ዮሃንስ ከረዳኣና ከማን ኣይፈተነ ብስጋ እወ ብስጋ ተወሊዶም እንዲም ግን ከዓ ካብ ኣምላኽ ከዓ ተወሊ ኖ ካብ ስጋ ወይስ ካብ ደም ወይስ ካብ ፍቓድ ሰብኣይ ዘይተወልዱ እዮም ኣይተወለድኩምን ድዮም ማለተይሲ ተወሊድና ኖ ኣይተወለድካ እንተኢልካ ቃል ኣምላኽ ኣይተወለድኩን ኢኻ ትብል ኣይኮነን ንሕና ዊ ፎሎ ዘ ወርድ እቲ ቃል እንድሕር ድኣ ካብ ደም ወይስ ካብ ፍቓድ ሰብኣይ ወይስ ካብ ፍቓድ ሰጋ ኣይተወለድካ እንተኢልካ በቃ ኣይተወለድኩ ካበይ ድኣ ኢኻ ተወሊድካ ካብ ኣምላኽ እየ ተወሊደ ሕጂ ንዓይ መን እዩ ሓላፍነት ዝወስደለ ኣምላኽ ዝወለደኒ መን እዩ ኣምላኽ ዘዕበየኒ መን እዩ ኣምላኽ ዝከናኸነኒ መን እዩ ኣምላኽ እዩ ሃሌሉያ በቃ እኮ ነቲ እኮ ወዲኡ እኮ ስለምንታይ እቲ ኣክቹዋል መንነትካ መንፈስካ ስለ ዝኾነ ብዛዕባ መንፈስካ ብዛዕባ እስኻ ክዛረብ ከሎ ብዛዕባ እቲ ኢተርናል ናትካ መንነት እዩ ዝዛረብ ደሎ ሃሌሉያ ኢንትሮዳክሽን ቱ ዘ ስፒሪት ዋን ኦ ዋን ሃሌሉያ ብጣዕሚ ድፈትዎ ሳብጀክት እዩ ሕጂ እግዚኣብሄር ናቱ መንነት እዩ መቒልና ናቱ ህይወት ይሂብና ኣብዚ ናትና መንፈስ መወዳእታ ዘይብሉ ፖሲቢሊቲስ ኣሎ መወዳእታ ዘይብሉ ተኽእሎታት ኣሎ። ስለዚ እዩ ጎይታ የሱስ ነቲ ዝኣምን ኩሉ ይከኣሎ እዩ ዝብሎ። ንኣምላኽ ኩሉ ከም ዝከኣሎ ንፈልጥ ኢና እኮ ነቲ ዝኣምን ከዓ ኩሉ ይከኣሎ እዩ ንምንታይ እግዚኣብሔር ኢንድለስ ፖሲቢሊቲስ ኣብቲ መንፈስካ ከቢድ ዓቕሚ ኣቐሚጡ ስለ ዘሎ ማለት እዩ ግን ናይ መብዛሕትና መንፈሳዊ ዓቕሚ ኣብ ስጋና ኮንቴይንድ ኮይኑ ተሓቲሙ ይርከብ ሎመዓንቲ ከምቲ ማርያም ኣብ እግሪ የሱስ መፅያ ነቲ ናርዶስ ዝሰበረቶ ሽዑ ከዓ መኣዛ ናይቲ ናርዶስ ነቲ ቤት እቲ መልኦ ፕሬዝ ጋድ ናይ ገሌና መኣዛ ኣይፍለጥን ከምቶም ጎረባብትና፣ ከምቶም ክርስቶስ ዘይብሎም፣ ከም ዝኾነ ካልእ ጥርሙስ ምስ ዝኾነ ካልእ ጥርሙስ ኮፍ ኢልና ኣለና። ክንስበር ኣለና። ምስባርና ለውጢ ከምጻልና እዩ ማለት ስጋዊ መንነትናስ እሱ ከም ዘይኮነ መንነትና ክንፈልጥ ኣለና ንዕኡ ዜሮ ተዘይጌርናዮ ናብቲ ስፒሪቹዋል መንነትና ኣይንኣቱን ኢና ንዕኡ ቫልዩ ከማን የብልና ጳውሎስሲ ናብዚ ክሰጋገር ከሎስ እንታይ ኢሉ መሲልኩም? ብዙሕ ክምክሓሉ ዝኽእል ነገር ጠቒሱ። ኣነ እስራኤላዊ እየ፣ ከማን ካብ ነገድ ቢንያም እየ፣ ብሳምነይቲ መዓልቲ ዝተገዘርኩ እየ፣ ብሕጊ መንቅብ ዘይብለይ፣ ኣብ ትሕቲ ገማልኤል ተማሂረ። ልዕሊ ብጾተይ ጸብለል ዝበልኩ እየ። ግናኸ ነዚ ዅሉ ምእንቲ የሱስ ክርስቶስ ጐይታይ ኢለ ኸም እንታይ ቈጸርኩ? ከም ጓሓፍ ቈጸርኩ። ብእኡ ዲፐንድ ገይሩ ኣይኰነን ዘገልግል ጳውሎስ። ብእኡ ኣይኰነን ትምክሕቱ። ኣብ ዝኾነ ቦታ ክኸይድ ከሎ ጳውሎስ ክብሪ ክረክብ ይኽእል እዩ። ኣብ ዝኾነ ናይ ኣይሁዳውያን ኮንግሪጌሽን ከምዚ ጉባኤ ኣትዩ እንድሕር ደኣ ነጊሮም ኣነ ኣይሁዳዊ እየ ኣብ ትሕቲ ገማልኤል ተማሂረ ከምዚ ኢለ ካብ ነገድ ቢንያም እየ ክስቶ ክስቶ ክስቶ ክስቶ እቲ ዝርድኦም ቅድሚት እዮም ኮፍ ዘብሎ ጳውሎስ መምህር ረቢ ንዓመሃረና ካብሎ መሕደሪ ከኣ ኣሎ ንዓ ኣብልዎ ጳውሎስ ግን ክኣቱ ከሎ እንታይ ወሲኑ መሲልኩም ብጀካ የሱስ ክርስቶስ ንሱ ከዓ እቲ እተሰቕለ ካልእ ከይሰብኽ ወሰንኩ ናተይ ዲግሪ ከይሰብኽ ወሰንኩ ናተይ ዓቕሚ ከይሰብኽ ናተይ መንነት ከይሰብኽ ወይ እቲ ገለመለ ስጋዊ ብስጋ ዝተኣከበ ከይሰብኽ ወሰንኩ ክዛረብ ከሎ ኸማን ገለ ዕሽነት ተዓገሱን ዕሽነት እዩ ንዑ Praise God ዝምክሓሉ መንነት ግን ኣለዎ እቲ ብክርስቶስ የሱስ ዝረኸቦ መንነት ስለዚ ጳውሎስ ክኣቱ ከሎ ኣብ ሓደ ከተማ መኣዛ ናይታ ከተማ ይልወጥ ሽታ ናይታ ከተማ ይልወጥ ኣሜን ሃሌሉያ ኣጋንንቲ ጠጠው ክብሉ ይክእሉን እዮም ኣትሞስፌር ናይቲ ከተማ ክልወጥ ይጅምር ንምንታይ ረሊዝ ዝኾነ ስፒሪት ስለ ዘለዎ ጳውሎስ ደ ስፒሪት ኢዝ ረሊዝድ እቲ ኣትሞስፌር ክልወጥ ብግዲ ልክዕ ከምቲ ማርያም ምስ ሰበረቶ እቲ ኣትሞስፌር ናይቲ ገዛስ ተለዊጡ ነዊሕ መገዲ መፅኦም ምናልባት ረሃፅ ረሃፅ ይጨኑ ነይሩ ኸውን እቲ ቦታ ሕጂ እንታይ እንታይ ክፀን ጀሚሩ ናርዶስ ናርዶስ ሃሌሉያ ፕሬዝ ጋድ ክርስቲያን ብመንፈስ ክመላለስ እዩ ተጸውየ እንታይ ዝብለና መጽሓፍ ቅዱስ ብመንፈስ ተመላለሱ ትምኒት ስጋ ከዓ ኣይክት ትምኒት ስጋ ሓጢኣት ጥራሕ ከይመስለኩም እቲ ብስጋ ደስ ዝብለካ እቲ ብስጋ ዝኾንካዮ እቲ ብስጋ ዘለካ ኣቺቭመንት እቲ ብስጋ ዘለካ ትውልዲ እቲ ብስጋ ገለመለታት ብኡስ ኣይትማላለስ ኣኡ ኣኡ ኣይትወከል ማለት እዩ ኣበይ ደኣ ኣብቲ ብመንፈስ ዘለካ መንነት ተወከል ክብሪ ንኣምላኽ ይኹን ሕጂ መንፈስ ክበሃል ከሎ ንብዙሕ ሰብ በቃ ከምዚ ናይ ፈላሲ ነገር ህይወት ገለ ኖ ብዙሕ ሳይንስ ኣብ መንፈስ እዩ ዘሎ ድገርመኩም ብዙሕ ፍልጠት ብዙሕ ልዕልና ብዙሕ ክብሪ ኣሜን ጸጋን ሓቅን መሊእዎ ኣባና ሓደር ኣባና ኣብቲ መንፈስናስ ተዋሃሂዱ እዩ ክርስቶስ ማለት እዩ ጸጋን ሓቅን ሒዙ ኣባና ሓደረ ክብረቱ ከዓ ከምቲ ክብሪ ናይ ኣቦኡ ናይቲ ሓደ ወዱ ከዓ ርኢና ኣባና ሓዲሩስ ክርስቶስ እቲ ክብሩ ክገልጽ እዩ ዝደሊ ንዓናስ መግለጺ ናይ ክብሩ ክገብረና እዩ ዝደሊ ክብሪ ንኣምላኽ ይኹን። ሓደ ናይ ኣምላኽ ሰብ ዝሃቦ ኣብነት ብቐዳሚሲ ብጣዕሚ ደስ ኢሉኒ እንታይ ኢሉ ሲ ቅድሚ ዝተወሰነ ዓመታት ኣውሮፕላን ከይተመሃዘት ከላ ንሓደ ሰብ ካብ ካምፓላ ንኤርትራሲ ብክንደይ እዩ ዝብጻሕ ሰለስተ ሰዓት ገለ ብሰለስተ ሰዓት ክበጽሕ ይኽእል እየ ትብልዎ እንታይ እዩ ዝብለኩም ወይ ጽሉል ኢኻ ወይ ሓሳዊ ኢኻ ወይ እንታይ ኢኻ ወይ ገለ ኢኻ ንምንታይ ከም ዘይከኣል እዩ ዝፈልጥ እሱ ዝፈልጥ እንታይ ብሰለስተ ሰዓት ካብ ካምፓላ ተተበጊስካ ካብ ውሱ ገለ ትበፅሕ ትኸውን ናጃና ኩም ብገለ ተልካ ክንራዳዳእ ንኽእል ኢና ኤርትራ ብሰለስተ ሰዓት ከመይ ከምዚ ኢላ ሓፂና ኣላ መንፈርፈር ዘለዋት ኣየወዳእካን እዩ ዘረባ ሕጂ ግን ዝከኣል ኮይኑ ምሽ ሕጂ ሓደ ነገር ክነግረኩም ብሰለስተ ሰዓት ስለ ዘረኣኹም ኣሚንኩም ካብዚ ንኤርትራስ ብሓደ ደቂቕ ክብፅሓ ክእል እዩ ተዝብለኩም ሓደ ሰብክ ሕጂ ንስኹም ጽሉል እዩ ምበልኩሞ ነይርኩ መይቢ ጽባሕ ንጎ ቴክኖሎጂ ብሓደ ደቂቕ ከብጽሓና ኽእል እዩ ኢትስ ፖሲብል ኣነ ግን ድብለኩም ደለኹ ካብዚ ዝዓቢ ፖሲቢሊቲ ኣብ መንፈስኩም ኣሎ ካብዚ ዝዓቢ ተኽእሎታት ኣብ መንፈስኩም ኣሎ ሕጂ'ዚ ብናይ ሰብ መዐቀንስ ኣብ ሓደ እዋን ዘይከኣል ዝነበረስ ሕጂ ዝከኣል ካብ ኮነ፣ ኣብ ናይ ኣምላኽ ዓለም እሞ ዘይከኣል ዝበሃል የለን። ስለዚ እዩ ነቲ ዝኣምን ኩሉ ዝከኣሎ። ስጋ ግን ተኽእሎታቱ ሕጹር እዩ፣ ተኽእሎታቱ ድሩት እዩ፣ ተኽእሎታቱ ውሱን እዩ። ንምንታይ ስጋ ብጊዜ ዝተደረተ እዩ ስጋ ብሓይሊ ዝተደረተ እዩ ይደክም እዩ ይድቅስ እዩ ከዕርፍ ኣለዎ ኣእምሮና ክሕዞ ዝኽእል ካፓሲቲ ውሱን እዩ መንፈስና ክሕዞ ዝኽእል ካፓሲቲ ደረት የብሉ ሃሌሉያ ብመንፈስ ምምላስ ዝሓይሽ ዋላ ብስጋ ኣብቲ ሌጌዎን ዝሓደሮ ኣጋንንትስ ፅሉል ተባሂሉ ኣብ መቃብር ዝቕመጥ ሂዝ ኖት ቦርን ኣጌን ክርስቶስ ዘይብሉ ኣብኡ ግን ክንደይ ኣጋንንቲ ነይሮም ሌጌዎን ኣብ ሓደ ሰብ ሌጌዎን ክንደይ መሲልኩም ሽዱሽተ ሽሕ ሰራዊት ማለት እዩ ሽዱሽተ ሽሕ ሰራዊት ዋ ናይ ሓደ ሰብ መንፈሲ ካምፕ እዩ ማለት እዩ ብሓፂሩ ካምቦ ከመይ ገይሮም ኣብ ሓደ ሰብ ተጨቓጭቖም ነብሩ ነይሮም ሽዱሽተ ሽሕ ዘይተንስአ ናይ ሰብ መንፈሲ ክንዲ ሽዱሽተ ሽሕ ኣጋንንቲ እዩ ማለት እዩ ዘይተስአ እዩ ዝብለኩ ዝተስአ ህይወት ዘለዎ ከ ክርስቶስ ዝሓደሮ ቦርን ኤጌን ዝኾነ ስፒሪት እሞ ጃያንት እዩ ማለት እዩ ሽዱሽተ ሽሕ ኣይኮነ ሚእቲ ሽሕ ገለ ሽሕ ኣጋንንቲ ኣብ ቅድሚ ደው ክብሉ ይክእሉ ቤቶም ኳ ኣብኡስ ብምቾት እዮም ዝነብሩ ነይሮም ፀቢብና ኣይብሉ ገለመለ ኩሎም ከክስታዮም ተቴንዶኦም ዘርጊሖም በጥ ኣብ ሓደ ሰብ እኮ ይበልጽ ካብ ኣጋንንቲ ዳስ ዋይ እኮ ዋላ ኣጋንንትስ ኣብ ሰብ ክሓድሩ ደሊ ሰብ በልጽ ኣብኡ ይምቾት እዚ ንብሎ ዘለና ከዓ ኣየን ኣይመሲልኩም እቲ ዳግም ዘይተወልደ ኣዳማዊ ዝሞተ ኣብ ፀልማት ዘሎ ኣብ ሞት ዘሎ ንብሎ ማለት እዩ እቲ ኣብ ህይወት ዝተሰጋገረ መንፈስ ናይ ሰብ ናቱ መልክዕ ናቱ ክብሪ ናቱ ምስሊ ናይ ኣምላኽ ምስሊ ኣሜን ዶ ብመልክዕና ከም ምስልና ሰብ ንግበር ክብል ከሎ እግዚኣብሔር ንመንፈስና እዩ ንስጋና ኣይኮነን ሰብ ዝብሎ እግዚኣብሔር ንመንፈስካ እዩ መልክዕ ናይ እግዚኣብሔር ከምዚ ናትና ስጋ ኣይኮነ ከምቲ ናትና መንፈስ እዩ መንፈስና ብዝተረዳእናዮ መጠን ዓቕምና ደረት የብሉ ኣብ ሩም እንድሕር ዳኣ ኣለኻ ኣብ ሓደ ክፍሊ እስኻ ኢኻ ትመልኦ ነቲ ክፍሊ ኣሜን ሽታ ክርስቶስ እዩ ዝመልኦ ነቲ ክፍሊ ኣብ ከተማ እንተለኻ ዋላ ንከተማ ዝመልእ ሽታ ኢና ንዛረብ ዘለና ሓጂ ንምንታይ ይመስለኩም? የሱስሲ የሱስ ብስጋ እኳ እዩ ነይሩ፣ ማለት ስጋ ለቢሱ እዩ መጺኡ፣ ግን ብመንፈስ እዩ ዝመላለስ ነይሩ። ሕጂ የሱስ ናብ ሓደ ከተማ ምስ ኣተወሲ ነታ ከተማስ ብርሃን ኮነላ ይብለና ቃል ኣምላኽ። ማለተይስ ከተማ እኮ ዓብ እኳ እዩ ሕጂ የሱስ ክኣቱ ከሎ ብሓደ ጫፍ ይኣት እዩ ዝኸውን ብመንፈስ ክረኣይ ከሎ ግን ናይ የሱስ ብርሃን ዓብዪ ብርሃን ካብ ብርሃን እፋላለይ ምሽ ወርሒ ካብ ወርሒ ክብሪ ከዋክብቲ ከማን እፋላለይ ኢሎም ምሽ ድምቀቶም እዩ ዝፈላለዩ ድምቀቶም ብርሃን ሲ ሽምዓ ብርሃን ኣለዋ የብላ ኣለዋ እዚኣ ልቺ ብርሃን ኣለዋ ካብዚኣ ናይ ዚኣ ብርሃን ከዓ ናይታ ኣባውዛ ብርሃን ይበልፅ ካብኡ ድበልፅ ብርሃናት ከ ኣሎ ዝዓበየ ብርሃን ከ ኣሎ ፀሓይ ካብ ፀሓይ ዝብርትዕ ብርሃናት ከ ኣሎ ሕጂ ጸሓይ ክትበርቕ ከላሲ ንብምሉኣ ምድሪ ተብርሃ። ከምኡ ከኣ እስኹም the more spiritual ዝኾንኩም እንታይ ኢኹም ትኾኑ መሲልኩም ካቨሬጅ ናትኩም እንዳዓበ እዩ ዝኸይድ ሽፋንኩም እንዳዓበ እዩ ዝኸይድ ኢንፍሉዌንስኩም እንዳዓበ እዩ ዝኸይድ ድምፅኹም እንዳዓበ እዩ ዝኸይድ ተሰማዕነትኩም እንዳዓበ እዩ ዝኸይድ ገሊኡ ሰብ እኮ ብዙሕ ቃል ደይዛረብ ኣሎ ኣብ ኣኼባ ተረኺቡ ሓንቲ ዝህባ ኮመንት ግን በቃ ፋይናል ፋይናል ድሕሪኡ ድዛረብ የለን ቸክ ሂም ስፒሪቹዋል ክኸውን ይኽእል ምክንያቱ ነዚ ናይዚ ዓለም እዚ ተኽእሎታት ትራንሰንድ ዝገብር ዝሓልፍ ስፒሪቹዋል ዓቕሚ ኢና ንዛረብ ዘለና ሕጂ ሓንሳእ ሓንሳእ ንሕና ገለ ሓርጎጽጎጽ ኣብ ህይወትና ከጋጥመና ከሎ እግዚኣብሔር ወይ ኣልዕለለይ ክስቶ ናይ ምስባር መስርሕ ክኸውን ይኽእል ምእንቲ እቲ ውሽጢ ዘሎ መኣዛ ክወፅእ ጊቭ ኣፕ ክትገብር ናይ ስጋ ነገር ኖባክ ሜይቢ ዲፐንድ ዝገበርካዮ ዝተወከልካዮ ሶርስ እግዚኣብሔር ዲስኮኔክት ክገብረካ ደልዩ ኸውን ንምንታይ ኢንድለስ ሶርስ ኣለዎ ውሽጥኻ ካልእ ምንጭ ኣሎ እግዚኣብሔር ኮኔክት ክገብረካ ዝደልየ ስለዚ ከም ጓሓፍ ክትቆፅሮ ዘለካ ነገራት ስለ ዘሎ እግዚኣብሔር ከርእየካ ደልዩስ ምርኣይ ኣብኻስ ትሰሓሓብ ከይትህሉ ሜቢ ኢትስ ታይም ቱ ጊቭ ኣፕ እዚ ኮነን ምንጨ ሃሌሉያ ሃሌሉያ። ብዙሕ ሰብ ሓገዝ ሓገዝ ይደሊ ካብ ዝተፈላለየ ሰብ ጽቡቕ፣ ግን እግዚኣብሔር ንዓና ወሃብቲ ሓገዝ ይገይርና ወሃብቲ እንታይ እስኻ እንድሕር ደኣ ሓገዝ ትጽበ ኣለኻስ መን ደኣ እዩ ሓጋዝ ዝኾን እቶም ስድራይ ኩሎም ከኣስ ኣመንቲ ስለ ዘይኮኑ እስኻ ኣማኒ ኢኻ ኢሎምስ ምሕጋዝ ኣብዮምን ሓቆም እስኻ እኳ ኢኻ ክትሕግዞም ደለካ ብዓይኒ ሓቂ ኣይኮነ ብዓይኒ ሓቂ እስኻ ኢኻ ክትሕግዞም ደለካ ንሕና ግን ንርእስና ዘእመናያ ዘእመናያ ሰንተንስስ ኣሎ በቃ ዝነገርናያ ዓረፍተ ነገር እዚ እዩ ደረትኪ ካብዚ ንንዮ ኣይከኣልኒ እዚ ዓቐንኪ ክንዲዚ ጥራሕ ኢኺ ክትውንን ትኽእሊ ክንዲዚ ርሕቀት ኢኺ ክትከዲ ትኽእሊ ክንዲዚ ዕድመ ኢኺ ክትጓዓዝ ትኽእሊ ክንዲዚ ተመፂኪ ከምዚኣ ጌርኪ ክትናበሪ ትኽእሊ ሊሚትድ ዝኾነ ነገራት ንርእስና በቃ ኣብ ሓደ ቦክስ የእቲናዮ ኣለና። ኣምቦክስ ዮርሰልፍ ቱደይ ኣሜን። ካብቲ መንፈስናስ ካብዚ ቦትል ናይቲ ካብቲ ካብቲ ብልቃጥ ድዩ ዋላ ገለ ድዩ ክወፅእ ኣለዎ። ሽታ ኮንተይን ኣይትገብሮን ኢኻ ሓንሳእ ምስ ወጸ ትገብር ትገብሮ ዲኻ ጨና ፋሕ ተይሉ ኣይትሓዝን ኣየር ስለ ዝኾነ ክትሕዞ ኣላ በዚ ብምንታይ ተካብቦ ትኽእል ከምኡ እዩ ሓንሳእ ረሊዝ ምስ ኮንኩም መትሓዚ የብልኩም መትሓዚ የብልኩም ስጋ ኮንተይን ክገብረኩም ኣይክእልኒ ሊሚት ክገብረኩም ኣይክእልኒ ኣብ ዕፁው ክትኣትዉ ክትጅምሩ ኢኹም ንኻልኦት ምስጢር ዝኾነ ንዓኻትኩም ክፍትሓልኩም ክጅምር እዩ ዎ ሃሌሉያ ዊ ዎክ ባይ ፌዝ ኖት ባይ ሳይት ኢሉ ጳውሎስ ብእምነት እምበር ብስጋ ኣይንመላለስን ኢና ብእምነት ምምልላስ ማለት ስፒሪቹዋል ዎክ እዩ ምክንያቱ ዝረአ ኩሉ ግዜ ንሰብ ነዚ ስጋዊ ሰብ ብዝምጥን እዩ ተሰሪሑ። እቲ መንፈሳዊ ግን ከምኡ ኣይኮነን። ሊሚት ለስ ኣሜን፣ ባውንድሪ ለስ ሃሌሉያ ንሕና ግራቪቲ ንሰብ ከም ዝስሕቦ ኢና ንፈልጥ ምሽ የሱስ ግን ብምንታይ ከይዱ ብማየ ማይ ከይዱ እንታይ ኮይኑ እቲ ማይ ዘየጥሓሎ እንታይ ኮይኑ ከጥሕሎ ኢልና እምበር ክንሓትት ኣለና ምክንያቱ ንሕና ማይ የጥሕል ምዃኑ ጥራሕ ኢና ንፈልጥ ዘየጥሕል ምዃኑስ ክንፈልጥ ኣለና ሎማዓንቲ የሱስ ብኣየር ኣየር ተዝኸይድከ the same ብማየ ማይ ምኻድ ከም ዘሎ ብኣየር ኣየር እውን ምኻድ ኣሎ እቲ ብኣይ ዝኣምንሲ ካብዚ ኣነ ዝገብሮ ዘለኹ ተኣምራት ዝዓቢ ክገብር እዩ ስለምንታይ ኣነ ናብ ኣቦ ይኸይድ ስለ ዘለኹ እታ ምኽንያት ስለ ዝጽሊ ስለ ዝብርትዕ ስለ ክስቶ ኣይኮነን እንታይ ደኣ ኣነ ናብ ኣቦይ ይኸይድ ስለ ዘለኹ ኣነ ናብ ኣቦይ ምኻደይሲ ኣንሎክ ዝገብሮ ነገር ኣሎ ማለት እዩ የሱስ ክርስቶስ ምስ ሞተ ብሞቱ ሓጢኣትና እዩ ተደምሲሱ ብትንሳኤኡ ከዓ ጽድቁ ኢና ለቢስና ናብ ኣቦኡ ብምኻዱ ግን እቲ ናቱ ተኽእሎ እቲ ናቱ ስልጣን እቲ ናቱ ዓቕሚ እዩ ኣብ ኢድና ኣትዩ ሃሌሉያ ፕሬዝ ጋድ። ቀደምሲ ከምዚ ኢሎም እምህሩና ነይሩ ሓደስ ኣሚኑስ በቃ ብማይ ማይ ክኸይድ ኢሉ ከምቲ ጎይታ ዝበሎ ኢሉ ጸልዩ ገለመለ ገለስ ሽዑስ እቱ ምስ በለስ ትውሕጅ ወሲድዎ ዋእ ደይ ምእማን ደም ድምህሩና ነይሮም ተጋጊኹም ከይትፍትኑ ከምታት እዮም ድብሉና ነይሮም ማለት እዩ ኣነ ፈቲንካ ውሕጅ ክወስደካ ሓይሽ ባህላ እየ ካብ ናይ ባሓቂ ከምዚ ብጣዕሚ ፈራሕ ዝኾነ ኣማን ኢኻ ተፍሪ ማለት እዩ ኣብ መወዳእታ ዋላ ንክሕፀብ ኣብ ሩባ ዝፈርሐ ኣሽንኳይ ኣብ ሩባ ሩባ ወክ ክገብር ቶታሊ ስጋዊ ዝኾነ በቃ ናይ ስጋ ጥራሕ ዝሓስብ ጎይታ እኮ the great commission ሂብስ the great omission ቀይርዎ ሰብ በቃ ደየለ ኣምላኽ ዘይብሉ ናብራ ምስ ኣምላኽ ናብራ እኮ ናይ እግዚኣብሔር ሲ ምሽ ዓንቶ እንታይ ኢለኩም ብሰለስተ ሰዓት ዝብፃሕ ብደቂቕ ገለ ምሽ ብለኩም ነር ፊልጶስ ተመንዚዑስ ናብ ኣዛጦም በፂሑ መንፈስሲ መንዚዑስ ካብዚ ቦታስ መንዚዑስ ኣብዚስ ኮፍ ኣቢሉ ሕጂ ንሕና ከምኡ እንተንሰምዕ ሓሶት እዩ ንበልና ዝበዝሐ ኣማኒ ጥንቁልና እዩ እዚ በኢየሱስ ናይ ጥልቂ ገለመለ ኢልና ሰይጣን ከምኡ ከም ዝገብር እዩ ዝኣምን ብዙሕ ሰብ ኣምላኽ ግን ከም ዝገደፎ ጎቢዙ ማለት ዲ ኣምላኽ ገዲፎ ሕጂ ዘሰይም ሲድ ኣብኡ ዝነበረስ ዘሰይም ሲድ ኣባኻ ኣሎ ዘሰይም ግሎሪ ኣባኻ ኣሎ እቲ ሽዑ ስበኽ ዝነበረ ወንጌል ሕጂ እውን ንሱ ኢና ንሰብኮኮ እቲ ናይ ቀደም የሱስ እሱ እኮ የሱስ ከመይ ኣባይ በፂሒ ሕጂ ካልእኹም ኢትስ ማይ ኢንተርፕሪቴሽን ክብሪ ንኣምላኽ ይኹን ንምንታይ ኮንተይን ጌርናዮ ኣብቲ ስጋ ዓቑርናዮ ማርያም ከመይ ጌራ እያ ናብዚ ምርዳእ እዚ በፂሓ ኣብ እግሪ የሱስ ኮይና ኩሉ ግዜ ነቲ ቃል እንታይ ትገብሮ ነይራ ትሰምዖ ነይራ ሃሌሉያ መደምደምታ ክገብረልኩም ኣብ እግሪ የሱስ ኮንኩም ኩሉ ግዜ ቃል ኣምላኽ ትሰምዑ ተኮንኩም መትሓዚ የብልኩም your spirit will be released መንፈስኩም ክልቀቕ ክጅምር ሰብ ዘይረኣዩ ክትርእዩ ክትጅምሩ ኢኹም ሓድሽ ተኽእሎታት ብዓለም ብሳይንስ ብገለ ዋላ ዘይተበፅሐ ተኽእሎታት ናብ ኣእምሮኹም ካብቲ ስፒሪቹዋል ዓለም ዳውንሎድ ክኸውን ክጅምር ሃዋርያት እኮ ኣይረኣይዎን ነዚ ነገር እዚ ሃዋርያት ክርእይዎ ይከኣሉ ማርያም ግን ርያቱ ጎይታ ይባረኽ እግዚኣብሔር የዒንትኹም ከፊቱ ሰብ ዘይረኣየ ከርእየኩም ው ሃሌሉያ ኣጋርሲ እቲ ዓይኒ ማይ ኣብ ጥቓኣ ከሎስ ምርኣይ ስኢናቶስ፣ ኣሕለልያስ እሳን ወዳን ንሞት ቀሪቦም። እቲ መልኣኽ መጺ ዓይንታ ከፊታ ለካ እቲ ዒላው እዩ ዘሎ ለካ እቲ ዒላ ኣባኻ እዩ ዘሎ ለካ እቲ ዓቕሚ ኣባኻ እዩ ዘሎ እቲ ማእለያ ዘይብሉ ሓይሊ ኣባና ኣበይ ኣብ ኣቕሓ መሬት ኣቕሓ መሬት ግን ክስበር ኣለዎ ክነቅዕ ኣለዎ ክፍንቀቕ ኣለዎ ካብኡ ዝወፅእ ነገር ስለ ዘሎ ኣሜን ሃሌሉያ እታ ቁልፊ ግን ሜዲቴት ዘ ወርድ ኦፍ ጎድ ኣሜን ሃሌሉያ ብህያውን ንዘልኣለም ብዝነብርን ቃል ኣምላኽ ካብ ዘይጠፍእ ዘርኢ እምበር ካብ ጠፋኢ ዘርኢ ኣይኮንኩምን ከም ብሓድሽ ዝተወለድኩም ከም ብሓድሽ ዝተወለድኩም ሲ ዘይጠፍእ ዘርኢ ከም ዘለኩም ዲስፕለይ ክትገብሩ እዩ ተወሊድኩም ስቕ ክትብሉ ኣይኮነን። እቲ ዝተወለድኩምሉ ሲድ ኣብዚ ዓለም እዚኣ ኢንኮራፕትብል ዝኾነ ሲድ ክረኣይ ምእንቲ እዩ። ናይ ካልእ ዓሌት ምዃንኩም ምእንቲ ዲስፕለይ ክኸውን ድኸውን ከዓ ኣምላኻዊ ተኽእሎታት ኣብ ህይወትኩም ፍጻሜ ክረክብ ከሎ እዩ ሽዑ እዩ ሰብ What is going on? እዚ ሰብ እዚ ካባና ዝተፈልየ እዩ ክብለካ እዩ። እስኻ ኣብዚ ጎረቤት ምስ መጻኻሲ ተቐይሩ ክበሃል እዩ። ንምንታይ ይመስለኩም? ናይ ገሊኡ ሰብ ኣቃውማ ዋላ ንሰራቂ ንኣጋንንቲ ገለ ኣትራክት ትገብር ኣንቴና ኣለዎ። እስኻ ምስ መጻኻ ብስፒሪት እንድሕር ኮይንካ እ ይልቀቕ በቃ እቲ ናትካ ነገር ነቲ ኣትሞስፌር ናይ ኣጋንንቲ ኣንቴና ዌብሳይት ገለመ ዲስራፕት ትገብሮ ክሃድሙ ጅምሩ እ ከምዚ ድዱዕ ምሽ ደይፈትዎ ሽታ ኣሎ ፊፍ ምስ ኣበልካ ኣሎ ከምኡ ትኾኖም በቃ ሰራቂ ይመፅእ ኣጋንንቲ ይመፅእ ገለ ይመፅእ ሰላም ድብህሩ ዝነበሩ ብሰላም ንድቅሱ ሃሌሉያ ኮንተጀስ ዝኾነ ስፒሪት ሒዝካ ስለ ዝመጻኻ ሁ ኣር ዩ ትበሃል መን ኢኻ ንስኻ ካበይ ኢኻ መፂኻ እንታይ ንምዃኑ ሰብ ዲኻ ኖ ዓሌት ኣምላኽ እየ ኣነ እሞ ከመይ ገይረ እየ ከማኻ ዝኸውን ከምኦን ንዓ ንክርስቶስ ፍለጦ ዳስ ሃው ክርስቲያኒቲ ሳፖዝ ቱ ቢ ክርስትና እዚ መልክዑ እዚ በቃ ቅርፁ

ዝፈጥሮ ነገር ኣሎ ምሳኻ ኮኔክትድ ዝኾነ ኣብ ከባቢኻ ብሙሉኡ ሰይጣን ክትንክፎ ይክእል ክትንክፎ ይክእል ዋላ ኣብቲ ዝደኸምካሉ ሰዓት ሪያላይዝ ግበሩ ካብ ስጋዊ ኮይኑ ጸላይ ሰብ እዚ ምርዳእ ዘለዎ ውሕድ ዝጽሊ ይሓይሽ ምክንያቱ ፈሪሳንሲ ንምክንያት ጸሎት የንውሑ ኢልዋ ይፈቱ እዩ ድብል ኣብቲ ናይ እንግሊሽ ምንዋሕ ጸሎት ይፈቱ ደስ ዝብሎም ክነውሕ ከሎ ጸሎት በቃ እቲ ካልእ ትደክም ማለት እዩ ኣንዊሕኩም ንሕና ኮ ነዊሕ ቀሊል ይመስልካ ጸሎት

ይሃሉ ፕሮግራም ኣይሃሉ ናይ ባዕልኻ ፕሮግራም ትሰርዕ ዘሞር ኣብቲ ናይ እግዚኣብሔር ቃል ዝተኣለኽካሉ በቲ ናይ ሓቂ ምእላኽ ማለት እዩ ኣብዞርብ ጌርካ እያ ትወፅእ ነገር ኣሎ ጀበበበበብ እንዳበልካ ኢኻ ትወፅእ ግሎሪ ሒዝካ ኢኻ ትወፅእ ድራይ ዝደረቐ ህይወት ዝደረቐ ጨርቂ ኮ ክፎክስ መዓት እዩ ምሽ ዝተኣለኸ ጨርቂ ግን ክብደት ኣለዎ። ትኸብድ ኢኻ። ሃሌሉያ። ካቦድ ሒዝካ ስለ ትወፅእ ግን ዘየለ ይኮና ንዛርብ ዘለና ዘሎ ኢና ንዛርብ ዘለና ኣብ ውሽጥና ኣብ ስፒሪትና ዝተቐመጠ ነገር ናይ እግዚኣብሔር ግሎሪ ተቐሚጡ ኣሎ ዊ ኣር ሄቪ ፒፕል ሰይጣን ገለ እሞ ዋላ ዳግም ከይተወለድናስ ንዓብዮ ምዃንና ፈሊጥና ኣለና። ዳግም ምስ ተወለድና እሞ ዊ ኖ ዩዝ ዘ ጃያንት ኣሜን ሃሌሉያ። ስለዚ ብዛዕባ እዚ ምርዳእ ክህልወና ብዛዕባ እዚ መንፈስ እዚ ልኤሎ መዓንቲ እዚ ትምህርቲ ኣምፅዮ መይቢ ክልተ ሰለስተ ግዜ እንዳዓሞቕና ክንከይድ ኢና ጎይታ ክረድኣና እዩ ኣሜን ዝስበር ነገር ኣሎ we are going to release the spirit ሃሌሉያ ትብዓትና እንዳወሰኸ ክኸይድ ኣሜን ዓቕምና እንዳወሰኸ ክኸይድ ብስጋ ዘይኮነስ ብመንፈስ ምምላስ ክንጅምር ኢና መዓዛና ናርዶስና ነቲ ዘለናዮ ኩሉ ክመልኦ እዩ